ሰላም ሰላም ተኸታተልቲ ናይ ሂምቦል ሜድያ ንሎምመዓንቲ ዝበልናዮ ዝተፈላለየ ዜናታት ናባኻትኩም ከነብሮ ኢና ሸር ላይክ ሳብስክራይብ ምግባር ኣይትረስዑ ሰናይ ምክትታል። ሓድሽ ሓበሬታ ወጺኡ ኣሎ ብዛዕባ እዚኣ ኤረትራዊት ሓፍትና እዳዋ ተቆሪጹ ኣብ ጽርግያታት ናይ ጀርመን ዝተረኸበ ማለት እዚኣ ጓል ሰላሳን ክልተን ዕድሜኣ ኣብ ቦን ትበሃል ከተማ ኣስዩልሃይም ትነብር ነይራ ምስ ናታ ህጻን ቆልዓ እቲ ቆልዓ ሰለስተ ወርሒ ዕድሚኡ። ሕጂ እዚ ቆልዓ ኣብ ኪንደርቫገን ዓረብያ ጌሮም ኣብ ቤተ ክርስትያን ናይ ጀርመን ክሎስተር ኣብኡ ኣቐሚጦሞ ገሌ ሰባት ከይዶም ናታ ቆልዓ ማለት ናታ ውላድ ሕጂ እዚ ቆልዓ እዚ ህጻን ኣብ ኢድ መንግስቲ ኣትዩ ኣሎ ዩግንድኣምት ንቆልዑት ዝሕልዉ ማለት ነዚ ቆልዓ ይከታተልዎ ኣለዉ እቲ ናታ በዓልቲ ቤታ ጠፊኡ ሰብኣይ ነይርዋ ሓዳር ነይርዋ ግን ንበይና እያ ኣብቲ ኣሲልሃይም ትነብር ነይራ ምስቲ ቆልዓ ሕጂ እቲ ናታ ሰብኣያ ጠፊኡ ኣሎ ካብዚ ዓዲ ወጺኡ ኣሎ ብዛዕባ እዛ ሰበይቲ ዝኾነ ካልእ ኢንፎርሜሽን ኣበይ ዘሎ ነብሳ፣ ሬዛ፣ ክርከብ ስለ ዘይከኣለ እቶም ፖሊስ ንሙሉእ ህዝቢ ጀርመን ሓበሬታ ይሓቱ ኣለዉ። ናቶም ቴሌፎን ናምበር ኣብዚ እቴልኩም ኣለኹ። ብዛዕባ እዛ ሰበይቲ ኣፍልጦ ዘለኩም ናብ ፖሊስ ሓብሩ። ኣብ ቦን ትበሃል ከተማ እያ ትነብር ነይራ ምስ ናታ ውላዳ ሰለስተ ወርሒ ዝገበረ ህጻን ህጂ ኣብ ኢድ መንግስቲ ኣትዩ ዘሎ። ኣብ ጀርመን ካብ ተቐቲላ ዝተባህለት ኤርትራዊት ኣላ ንዕኡ ኣመልኪቱ ካብ ጀርመን ኣዝዩ ብደቂቕ ሓበሬታ ሰዲዶምለይ ኣለው እንታይ እንታይ ከም ዝኾነ ካብቲ ኣብ ማሕበራዊ ዜናታት ዝዝርጋሕ ዘሎ ቁሩብ ፍልይ ዝበለ ዓይነት ክመስል ይኽእል እዩ ሓደራ ዝብል እውን ኣብ መንጎ ኣለዎ ምክንያቱ ኣዝዩ ኣገዳሲ እዩ ንኣብነት እቲ ዜናታት ዘርጊሖሞ ዝነበሩ ብሓደ ናይ ጀርመን ትካል ናይ ዜና እውን ተዘርጊሑ ነይሩ ካልኦት ኤርትራውያን እውን ኣብ ፈቐዶ ማሕበራዊ ሚድያታት ነዚ ኣመልኪቶም ዝዝርግሑ ከም ዝነበሩ እውን ርኢና ኣለና። እዚ ዘጋጥም ዘሎ ኣብ ጥቓ ቦን ኣከባቢ ኣብ ኤንኣርቪ ዝኸውን ዘሎ ኖርዝ ራይን ቬስትፋልየን ዝበሃል እዩ። ቦን ከለን ርሑቕ ኣይኮነን። ኣብኡ ትቕመጥ ዝነበረት መንእሰያ ወዲ ሰለስተ ወርሒ ዝዓመቱ ቆልዓ ከም ዝነበራ እዛ መንእሰይ እዩ ዝሕበር። ሕጂ እቲ ዘሎ ስፔኪሌሽንስ ወይ እውን እቲ ዘሎ ግምታት እዛ ቆልዓ መንቀት ኢልዎ ይኸውን መንቀት ኢልዋ ይኸውን እዩ ዝበሃል ዘሎ እቲ ከምዚ ዜናታት ወፂኡ ዘሎ የእዳዋ ንበይኑ ኣካላታ እቲ ካልእ ድማ ንበይኑ ከም ዝተረኽበ እዩ እቲ ዜናታት ዝዝርጋሕ ዘሎ ኣዝዩ ዘሕዝን እዩ ምናልባት እውን ኣብዚ ኩልና ከነስተውዕሎ ዘለና ኤርትራዊ ድያ ኢትዮጵያዊት ድያ ርግፀኛታት ኣይኮናን ማለት ኣብ ዝሓለፈ ግዜ ኩልና ንዝክሮ ኢና ሚኪኤል ኣብርሃ ዝበሃል ኣብዚ ዓዲ እንግሊዝ ብሽም ኤርትራውያን ወረቐት ንክህቡ ከም ኣተባቢዑ ከም ዝነበረ ንዝክሮ ኢና ኩልና። ስለዚ ምናልባት እውን ኢትዮጵያዊት ክትከውን ትኽእል ኣይንፈልጥን። እንተኾነ ግን ዜሩ ዜሩ ሓደ ሰብ ተቐቲሉ ኣሎ። እቲ ሰብ ድማ ካብ ንጻዕዳ ንላዕሊ ንዓና ይቐርብ ውጭዝ ናባና ገጹ ወይ ንኢትዮጵያዊ እዩ ወይ ኤርትራዊ እዩ ኤርትራዊት እዩ ዝበሃል ዘሎ ስጋብ ሕጂ እንታይ ክኸውን ይኽእል እቲ ጠንቅታት ናብ ዝብል ሕቶታት ሓቲተ ነይረ። ብቐረባ ምስቲ ናይ ምስቲ ኢንቨስቲጌሽን ዝግበር ዘሎ ብቐረባ ዳርጋ ክበሃል ዝኽእል ኣፍልጦ ዘለዎም ሰባት ዝሃቡኒ ሓበሬታ እዛ ሰብ እዚኣ ምናልባት እዩ ዝበሃል ዘሎ እቲ ዳርጋ ሰብዓ ካብ ሚእቲ እቲ ሓቅታት ኣብዚ በዓል ቤታ ዘይኮነ ምስ የዕራብ ናይ ሓሽሽ ናይ ምሻጥ ናይ ምልውዋጥ ጀሚራ ነይራ ክትከውን ከም እትኽእል ፖሊስ ጥርጣረታት ከም ዘለዎ እዩ ግን ስቲል ኣይገለፅዎን ብጋህዲ እዚ ዝኸውን ዘሎ ድማ ኣብ ስዊድን ኣብ ዜናታት ዘርጊሑ ነይሩ ኣብዚ ዝሓለፈ መዓልታት ወላ ኣብ ዓዲ እንግሊዝ እውን ዘርጊሖሞ ነይሮም ኣብዚ ማንም ኤርትራውያን መንእሰያት ክትጥንቀቑ ከም ዘለኩም እቲ ሓበሬታ እንታይ እዩ ትጥንቀቐ ብፍላይ ደቂ ኣንስትዮ መንእሰያት ደቂ ኣንስትዮ ኣዝየን ምልኩዓት ፅቡቓት ደቂ ኣንስትዮ ብኦንላይን ይረኽብዎን እሞ ብቲክቶክ ብፌስቡክ ወይ ገለ ኣብ ገዛኺ ኮፍ ኢልኪ ትሰርሕዮ ናይ ኦንላይን ጆብ ረኺበልኪ ኣለኹ ዝብል ኣፕሊኬሽን እዩ ዝስደድ። ገንዘብ ድማ ዘህንን ገንዘብ እዩ። ብድሕሪኡ ሕራይ ኢለን ዝሰማምዓተን ደቂ ኣንስትዮ ኣድራሽአን ኩሉ ይህባ፣ ስእልታት ብዙሕ ስእልታት ይህባ፣ መታን ክቁፀረን ኣብቲ ስራሕ እዚኣቶም ዝበዝሑ ይዕራብ እዮም። ኖርዝ ኣፍሪቃን ይዕራብ ቱኒዝያ ክኾኑ ይኽእሉ፣ ሞሮኮ፣ ኣልጀርያ ካብኡ ዝመፁ ዘለዉ እዩ። እዚ ስራሕ እዚ መጀመርታ ብስዊድን እዩ ጀሚሩ። ነስተውዕል። እንታይ እዮም ዝገብሩ እዚኣቶም? ነዘን ደቂ ኣንስትዮ ናይ ሓሽሽ መሸጢ ቦታ እየን ዝገብርወን። ካብ ሓደ ቦታ ናብ ሓደ ቦታ መለዋወጢ ናይ ዓፀፋርስ እዮም ዝገብርወን። ሚዩል ዝብልዎ ብጀርመን ብቋንቋ ናይ እንግሊሽ ከምዚ መተሓላለፊ ከይተፈለጥካ ማለት እዩ። ፅቡቅ ክዳን እየን ዝኽደና፣ ፅቡቃት እየን፣ ምልኩዓት እየን፣ ንኣሽቱ መንእሰያት እየን። ብዙሕ ኣብ ጥርጣረ ዝኣትዋ ኣይኮናን። ቅድሚ ሕጂ ቆልዑት ነይሩ ንሱ ተፈሊጡ ገዲፎሞ እዮም። ሕጂ ናብ ደቂ ኣንስትዮ መፂኦም ኣለዉ። ኣብዚ ብልምዲ ንሰምዖ ዘለና ወይ እውን ኣብ ደቂ ኣንስትዮና ብፍላይ ናብ ኤርትራውያን እየ ኣብዚ ዝዛዙ ዘለኹ ናይጀርያ ሕሹና ወይ ገለመለ ዝበሃል ዘሎ ኣብዚ ጥንቅቕ ክትብሉ ወይ ክትብላ ንእግሪ መገድና ምክንያቱ ብኦንላይን ረኪብና ሰባት ኦንላይን ዴት ንገብር ኣለና እንዳበልካ ዝግበር ዘሎ ኣዝዩ ሓደገኛ ኮንሲኮንስስ ክህልዎ ከም ዝኽእል ሳዕቤናት ክህልዎ ከም ዝኽእል ኢና ንፈልጥ ዘለና ምናልባት መንእሰያት ኣለኹም ናይ ቲክቶክ ኣብዚ ንዓና ፎሎ ትብሉና ነዚ ንዘረቦ ዘለና ቆሪፅኩም ውሰድዎ መታን ክጥንቀቁ እዚኣ ጓል ኣንስተይቲ ምስዚኣቶም ግሩፕ ኢድ ነይርዋ ክኸውን ይኽእል እዩ ድብል እዩ ጥርጣረታት መፂ ዘሎ ምክንያቱ ከምኡ ዝበሃል ዘሎ እቲ ኣካላታ ምስ ተፈተሸ ከምኡ ፀኒሕዋ እዩ ዝበሃል ዘሎ ሕጂ ዊች ኢዝ ምስ ኣተኻ ዋንስ ኣይትወፆን ኢኻ ክትወፆ ኣይትኽእልን ኢኻ ኩሉ ዲተይልካ ኣለዉ ክትወፅእ እንድሕር ደኣ ደሊኻ ወይ እውን ክወፃ እንድሕር ደኣ ደልየን ስድራኻ ክንቀትል ኢና ኣሽማት ከነፀልም ኢና ዝብል ዘረባታት ስለ ዝዝርግሑለን ኣይወፁን እዮም ዝበዝሑ ኪፒርማይን የዕራብ እዮም ኣልጀርያ ቱኒዝያ ሞሮኮ እዚ ኣብ ስዊድን እዩ መጀመርታ ገርጊሩ ካብኡ ንጀርመን ሰጊሩ ኣሎ ምናልባት እውን ንዓዲ እንግሊዝ እውን ሰጊሩ ክኸውን ይኽእል እዩ ኣብ ዓዲ እንግሊዝ ዝበዝሑ እቶም ደቂ ኣልባንያ እዮም ተቆፃፂሮሞ ዘለዉ ነቲ ማርኬት ነዚ ከምዚ ዓይነት ዕዳጋታት ሕጂ እተን ንኣሽቱ ደቂ ኣንስትዮ ኣብ ቲክቶክ ኣብ ፌስቡክ ኣብ ዝኾነ ይኹን ማሕበራዊ ሜድያታት ዘይፈልጡኹም ሰባት ዘይፈልጡኽን ሰባት ኮንታክት ገይሮምና ጽቡቕ ስእሊ ርኢና ኢልክን ናብ ደይት ናብ ገለ ናብ ገለ ምኻድ ምልክት ምዕባለ ዝመስለክን ዘሎ ብፍላይ እተን ንኣሽቱ መንእሰያት ክልተ ሰለስተ ግዜ ክትሓስባን ንኻልኦት ሰባት ኣብ ጎንኽን ዘለዋ ከተማኽራን ጽቡቕ እዩ ካልእ እንድሕር ደኣ ኣቲኽንኦ ኮንክን እዚ ከምዚ ዓይነት ሲስተም ከይተረድኣክን ኣድራሻኽን ዝሃብክንኦ እሞ ፓርሰል መሲልክን እዚ ደብዳቤታት መሲልክን ካብን ናብን ተሰጋግራ ዘለኽን እሞ ጽቡቕ ስራሕ ዝረኸብክን መሲልክን ምናልባት ኣብቲ ውሂጥ እቲ ፓስተር እንታይ ከም ዘሎ ኣይትፈልጣን እንትኾና ብዙሓት ከምኡ ዝገብራ ከም ዘለዋ እዩ ሓበሬታ መፂኒ ዘሎ ደቂቕ ማለት እዩ ስለዚ ኤርትራውያን ሕጂ ዝኣትዎ ኣለዋ ኢትዮጵያውያን እውን ዝኣትውዎ ኣለዉ ነዚ ስራሕ እዚ ኣብዚ ክትጥንቀቑ እዛ ሰብ እዚኣ ምናልባት እቲ ገንዘብ ተመሓላልፎ ዝፀንሐት ተጠቒማትሉ ክትከውን ትኽእል ወይ እውን ኣብያቶም ክትከውን ትኽእል ድሕሪ ምውላዳ ናይ ሰለስተ ወርሒ እዩ ሕሰብዎ ብከምዚ ዓይነት መሰቀ ኣገባብ እዮም ቀቲሎማ ዘለዉ እቲ በዓል ቤታ ኣብቲ ከባቢ እውን የለን እዩ ዝበሃል። መን ምዃኑ ክፈልጥዎ ድዮም ኣይፈልጥዎን ኣይፍለጥን እዩ። እቲ ቆልዓ ሕጂ እቲ ሕቶ እቲ ቆልዓ እቲ ወዲ ሰለስተ ወርሒ ቆልዓ ንቤተክርስትያን እዮም ኣብ ቤተክርስትያን እዩ ተረኪቡ ሕሰብዎ። ሕጂ እቲ ዘሎ ሕቶ ምናልባት ቅድሚ ምቕታላ ዶ ናብቲ ቤተክርስትያን ኣረኪባቶ ትኸውን ወይስ ንሳቶም ዶ ኣረኪቦምዎ ዝኹን ንሳቶም ከዓ ከረክብዎ ይክእልን እዮም። ንዓዓ ድፈልጣ እሞ ንዓዓ ድጸልኣ ሰብ ተኾይኑ እቲ ሕቶ ቅድሚ ሕጂ ዝረኣናዮ ብዙሕ ግዜ ዝረኣናዮ እንድሕር ደኣ ንዓ ዝጸልእዋ ኮይኖም ንቆልዑት ከይተረፈ ውን ለኪሞም ዝኸዱ ብዙሓት እዮም። ከምኡ ዓይነት ነገር ደርጋ ልሙድ ዝኾነሉ ጉዳይ እዩ። እቲ ናይ ቅትለት ዓይነት ቅትለት ድማ ኣብ ኤርትራውያን ዳርጋ ብዙሕ ዘይትርእየሉ ዓይነት ስለ ዝኾነ ሓደ ከምዚ ክገብር ዝኽእል መን እዩ ዝብል ሕቶ እንተ ሓቲትካ ምናልባት ልምዲ ዘለዎ ሰባት እዮም ምናልባት ዝበዝሕ ግዜ እዚ ከምዚ ዓይነት ሓደጋታት ኣብዚ ምዕራባዊ ዓለም ስለ ዘለኻ ሕጂ እዚኣ ምናልባት እዛ ኤርትራዊት ተባሂላ ተቐቲላ ዘላ እቲ ኢንቨስቲገሽን ኣብ ጀርመን ሓደ ልሙድ ነገር ኣሎ ኣብዚ ምናልባት ክትጥንቀቁ እቶም ኣብ ጀርመንን ኣብ ካልእ ዩሮፕ ዘለኹምን መጀመርታ ንነብስኻ ተብል እዩ ዝበሃል ነብስኻ ፕሮቴክት ግበር እዩ ዝበሃል ነብስኻ ዲፈንድ ግበር ምስ ተቐተልካ ተቐቲልካ ኢኻ ናይ ድንጋጸ ደብዳቤ እውን ኣይሰዱልካን እዮም ኣብ ባንሆፍ ወይ እዚ ማይ ትሬን ስቴሽን ኣብ ገለ መጥቃዕቲ እንተጋጢሙኩም ነብስኹም ዲፈንድ ግበሩ ንካልኦት ኣይትህረሙ ኣይተጥቅዑ ግን ነብስኹም ዲፈንድ ግበሩ ፖሊስ ክመፀልኩም ኢልኩም ኣይትፀበዩ ጸሊም ተኾንካ ብፍላይ ጸሊም እንተ ኮንካ ምናልባት ገለ ጽልኢ ነይርዎ ምኾኑ ውልቃዊ ኢሎም ነታ ኢንቨስቲጌሽን ብዙሕ ገንዘብ ከውፅኡ ኣይደልዩን እዮም ልሙድ እዩ እዚ ኣብ ምዕራባዊ ዓለም ንጸሊም ብዙሕ ኢንቨስቲጌሽን ክገብርሉ ኣይደልዩን እዮም ዝኾነ ይኹን ብዘየገድስ ስለዚ ነብስኹም ክትሕልውን ክትጥንቀቑን ክንመኽረኩም ንደሊ እቲ ሓበሬታ መፂና ዘሎ ነዚ ይመስል

ብርግጽ ድማ እዚ ቃል ኣጋንን ኣይኮነን፣ ግጥምታትና፣ ደርፍታትና ኣብ ምንቕናቕ ካብ ማሕበር ሸውዓተ ሒዙ ብረታዊ ቃልሲ ኣብ ምጅማርን ኣብ ምንሃሩን ኣብ ምምዕባሉን ሓደ ዓቢ ተራ ዝተጻወተ ዓቢ መሳርሒና ባህልና እዩ ነይሩ። ስለዚ። በዚ ምኽንያት እቲ ዝገብሮ ዝነበርኩ መልእኽትታት ብባሕሪ ኣምሲልካ፣ በእዋም በረኻታት፣ በዕዋፍ መሮር፣ ብሸኻታት፣ ብእምባታት፣ ብኣኽራናት፣ ብሩባታት እናምሰልካ እተመሓላልፎ መልእኽቲ ንህዝብና ብቐሊሉ ሃገራዊ ስምዒት ኣሕዲሩ ኣንጻር ጸላእቱ ክለዓልን ክዕጠቕን ክቃወምን ዓቢ ድርኺት ይገብር ስለ ዝነበረ ከምዚ እናሰራሕና ደኣ ናይ ግድን እዩ ብጸላእቲ ክንህደን ንቃለሶም ኔርና ማለት እዩ፣ በዚ ከኣ ንዓይ ክከታተሉኒ ክኢሎም። ኣብኡ ውሽጣዊ ስርዒታት ነካይድ ኔርና ማለት እዩ። ንሰውራና ደገፋት ንገብር ኔርና ማለት እዩ። ካብ ሜዳ ዝመጽእ መልእኽትታት እውን ብስዉር ነመሓላልፍ ኔርና ማለት እዩ። ሕጂ እዚ ኩሉ ተግባራት ከይዱ ከይዱ እውን እናተቐልዐን እናተጋለጸን ምስ ከደ፣ ናይ ግድን ኣብ ከተማ ኮይንና ዘይንቃለሰሉ ሰዓት በጺሑ ን ሜዳ ኣብ ኣሕዋትና ብ ብዙሕ ሽግራት ክንጽንበር ክኢልና ኣነ ውን ሓደ ካብኣታቶም በዚ ኣገባብ ዝጎዓዝ እየ ነይረ ማለት እዩ ካብቶም ወናማት ስለዚ ብድሕረይ ነታ ፈጺማ በደል ዘይብላ ከም ሃገራዊት ሃገራዊ ስምዒት ክህልዋ ይኽእል እዩ ግን ዓዲ ህፃውንቲ ቆልዑት ስለ ዝነበረት ብዙሕ ኣብቲ ናይ ፖለቲካ ስራሓት እትውት ኣይነበረትን ግን ድሕሪ ኣነ ምኻደይ ኣብቲ ቤተሰበይን ኣብቲ ንብረተይን ኣብቲ ኩሉ ዶኮመንተይን ዓብዪ ወራር ተገይሩ ማለት እዩ። ገዛይ ብምሉእ ተፈትሹ ጽሑፍ ዝበሃል ስእሊ ዝበሃል ክንደይ ታሪኻዊ ስእሊ ካብ ክንደይ መራሕቲ ዝወሰድክዎ ሽልማት ይኹን ሰርቲፊኬታት ይኹን ነዚ ኣኪቦም ነቲ ግጥምታቲ ናይ ክንደይ ዓመት ከኣ ወሲዶም ሓው እንዲዶሞ ተወልድ ስክፍታተይውን ነቲ ዝነበረኒ ንብረት ትኳን ከኣ ወሪሶም ነታ ኣደ ህጻናት ደቀይ ከኣ ኣብ ኣለም በቃ ዳሚኖማ እዚ ከኣ ኣብ ሜዳ ምስ ከድኩውን ኣብ ሜዳ ኮይንና ምስቶም ምሳና ዝቃለሱ ዝነበሩ ሃገራውያን እነመሓላልፎ ኩሉ ሰውራዊ መዛሙራትኹም ንተባዕ እኹም ብጸላእ ጸላኢ ብቐሊሉ ክርድኦ ስለ ዝኽእል ኣብ ስድራ ቤተይ ብዙሕ ማህሰይቲ ተፈጺሙ ማለት እዩ። ስለዚ እዚ ኩሉ ዝግበር ዝነበረ ከኣ ሰበይተይ እሳ ፍሉጥ ዝኾነ ልሉይ ዝኾነ ተቓውሞ ኣርእያ ዘይኮነስ ዋላ ኣብ ሜዳ ኮይነ ውን ሞራለይ ንኽህረምን ስምዒተይ ንኽደክምን ዝግበር ዝነበረ ፈተነታት እዩ እቲ ሸውዓተ ዓመት ዝኣክል ከ ኣማእሲሮማ ቆልዑት እውን ዳርጋ ኣብ መገዲ እናኸዱ ክልምኑ ጀሚሮም ነይሮም ሽግር ዝነበረ ከዓ ኤሪትራዊ ኣብኡ ዝነበረስ ዘይሕግዞም ቤተሰብ ዘይሕግዞም ዝብል ኣበሃህላ ክህሉ ክእል ግን እቲኦም ስድራቤተይ ኣዝዮም ፍሉጣት ተጠመትቲ ብምንባሮም እሞ ደቆም በሊሕ ሓጊዝኩም ደቂ ሽፍታ ዝተሓባበርልኹም ተባሂሎም ከይእሰሩን ከይቅተሉን ከኣ ስለዝፈርሑ እዚ ፈጺሙ ነጺልዎም ነይሩ ነቶም

ሼር ላይክ ሳብስክራይብ ምግባር ኣይትረስዑ ታንኪዩ